ሊሊና ኣሌክስ ካብ ዓይኖሞይ ዘይተጸበይዎ ብጣዕሚ ተናዲዶም ብጣዕሚ ሓሪቆም ማለት እዩ። ሰላም ሰላም ናይ ሸዊት ጥብ ተኸታተልቲ ዝኾኑ ከመይ ኢለኹም ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ኣብ ዘለኹምዎ ሰላምኩም ብዝሕ ትርፍ ይበለል እንዳበልኩ ለማዓንቲ ከዓ ብሓድሽ ቪድዮ መፅኤኩም ኣለኹ። ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ። ሓድሽ ዝዝኾንኩም ድማ ሳብስክራይብ እንዳገርኩም ቤተሰብ ኩኑ ኩለኩም ይደሊ ማለት እዩ። ስለ ድምፀይ ይቅርታ ሰዓል ሒዝኒ ስለ ዘሎ ድምፀይ ዓፊንንለ ይቅርታ ናበልኩ ለባሓንቲ ዝመፀኹሉ ብዛዕባ ሊልና ኣሌክስ እና ጆትና ሮዚ ማለት እዩ መፅኦ ዘለኹ ኣብኡ ዳሃለኹ ኣጠቃልል ለቢለ ናይ ክልቲኦም መፅኦ ኣለኹና

ኣጨኒቆም እምበር ወዲኦምወን ግደፎ ግደፎ ሊልና ኣሌክስ ግደፍወን ኣይትጨንቀወን ጭራሽ ኣይጥዑሙይ በቃ ደገ ከይድና ኢና ንበልዕ እንታይ ኩሉ ግዜ ከዓት ከዓት ናይ ኣሌክስ ከዓ ዝገበር ዝገረመኒ ዘ ምስ ሊሊ ነይሩስ ድሓር ከዓስ ግልብጥ እያ ግልብጥ ኢልዋ ማለት እዩ ዋ ጥዑም እንዲ ዋ ስኢል ክብል ሕይ ገለ ምናምን ብጣዕሚ እንዲ ጥዑም እንዲ መጀመርያ ተሰኪፈ እየ እምበር ኣይጥዑም እንዳለ ነይሩስ ግልብጥ ኢልዋ ከምዛ እንትን ማለት እዩ ንባዕላ ሊልሲ ገሪሞ ከምዛ ተማኺሮም ዘይሰርሕዋ ተገልቢጥዋ ስልብት ኢሉ ማለት እዩ ናብ ብጣዕሚ እያ በቃ እሺ ፅባሕ እንሰራሕል ክለማዓንቲ እኮ ዓርቢ እዩ ስጋሲ ካበይና ከነምፅእልኪ ግደፊ ግደፊ እንዳተባሃለ ትልምኖ ኣይበልዕን ሞይተ ባጃጅ ጌርካ ምፀለይ ኢላ ሊልእዩ የቢላ ማለት እዩ ብጣዕሚ ኣጨኒቆምዋ ንሰላም ማለት እዩ ከምኡ እውን ንማዘሩ ብቐደም ኣይርኢኹምዎም ኹም መርዓ ኣይተመቸወና እዩ ፅቡቕ መርዓ ኣይተመርዓና እዩ ካልኣይ ክንምርዓ ኢና እንዳበሉ ዓቢዶምዋ ማለት እዩ ሕጂ ድማ ጌዘኦ ማለት እዩ ሰም ዝዓብድሉ እዩ ክንደይ መዓልቲ ዲኹም ምሳና ተቐመጡ ዘይተኸዱ ናብ ገዛኹም እዮም ተባሂሎም ሕጂ ሊልና ኣሌክስ ሓሪቐም ኒዎ ማለት እዩ ክንደይ መዓልቲ ደኣ ክተሕርቕዎ ንስኻትኩም ብግዜኹም ባሕርቑ ንስኻትኩም እውን ክንደይ መዓልቲ ማጨው ጎራን ክለሓፃ ሳተን ቤተሰብ ማለት እዩ ቴሌፎን ምናምን ትፈልጡ ተኾይንኹም መኸርወን ካብኡ ፕራንክ ክገብራ ከምሳተ ክልእ መዓልቲ ድኣ ሳቶም ፕራንክ ክገብርወን እሳቶም ብቻ ፕራንክ ክገብሩ ዋ በፍፅም ኣይኮነ ማለት እዩ ካውላ ናይ ጆትና ሮዚ ማለት እዩ ጆትና ሮዚ በቀደማይ ናብ ገዛ ተመለሲ ይቅርታ እንዳበላዶ ነይሩ እና በቃ እሺ ክምለስ ኢላ ተራዳዲኣ ከይዳ ማለት እዩ ተረዳዲኣ ዝኸደትሉ እንድሕር ሊኣሚትኒ ከይትምለሲ ከይትመፅእ ናብ ገዛ ይቅርታ ቤተሰብ ተኣሚልክኒ ብቻ ናብ ገዛ ትምለሲ ኢልዋ ነይሩ ማለት እዩ ካብኡ ሮዚ ኣነ ኣሚነ ይኹንኩ ግን ሓዳረይ ከድሕንና ንጓለይ ኢለ ክምለስ እየ ማዘሩ እውን ነጊራኒ እዚ ናይ ቤተሰብ ገዛ ስለ ወይ ናይ ጆቲ ወይ ናተይ ገዛ ኣይኮነይ ናይ ቤተሰብና ገዛ እዩ እና ንማንም ንማንም ዝቐርቦ ኣይኮነን ኢላ ማለት እዩ እና ክምለስ እየ ገዛይ በቃ ሓዳረይሲ ዋላ ይበድለኒ ዋላ ብዙሕ ነገር ኣባይ በደል ይግበርሲ ክፅመሞ እየ ክፃወራ እየ ግን ገዛይ ክምለስ እየ ኢላ ማለት እዩ ገዛይ ተመሊሰ በቃ ኩሉ ነገር ክፃወሮ እየ ኢላ ከይዳ ዘይሓሰወት እዩ ገጢምዋ ማለት እዩ ኣብ ገዛ ዝፀንሓ ካሊእ ንሳ ዝሓሰወቲ ካሊእ ኣብ ገዛ ዝፀንሓ ካሊእ እንታይ እትልኩም ከዓኒ ጀቲ ተሃሪሙ ኣብ ገዛ ደቂሱ ፀኒሕዋ እዚ መህረሚት ድማ ንስኺ ኢኺ ኣህሪምክኒ እዩልዋ ማለት እዩ ንስኺ ኢኺ ኣህሪምክኒ ንስኺ እምበር ብጀካኺ ማንም ክገብሮ ኣይኽእል እዩ ዝነገር እዚ ኢሉ እዩ ተናጊርዋ ማለት እዩ ጀቲ ግን ብኸመይ ኢኻ ትሓስብ ማለት ጓል ማዕርኽ እንደዚ ርሕቐት ክትከድ ኣይትኽእልን ከምዚ ዋላ ዓሰርተ ግዘ ትናደድ ጥስቲ ዘትሕረቀ ደኣ እምበር ከምዚ ዓይነት ርሕቀት ኣይትኸይድን እያ ጓል ማለት እዩ ከምቱ ኣወዳት ልሓስዎ ጓል ኣይትሓስብን እያ ማለት ከምቲ ስኻ ዝሓሰብካዮ ኣይኮነ ከመይ ገይረ ኣሳስ ወሊዳትልካ እያ ኣቦ ጓላ ኢኻ ኣፍቃሪኣ ኢኻ ሰብኣያ ማለት እዩ ካብ ፍቕሪ ሓሊፎምስ ናብ ውላድ ወቂዖም እኒኦ ናይ ቅርታ ቤተሰብ ማለት እዩ እናሲ ከምዚ ዓይነት ተግባርሲ ክትፍጽም ኣይትኽእልን እያ እስኻ ክትኣምና እዩ ዘለካ ሕጂ እውን ድጋሜ ካልኣይ ጥፍኣት ኢኻ ተጥፍ ዘለኻ ማለት እዩ ሕጂ እውን ክትከይድ እያ ማለት እዩ ከምዚ ጌርካ እያ ከይዲ ውፅለ ኢልካ ኣብ ገዛ ክትባራ ገለሲ ሸም እዩ ማለት እዩ ሕጂ እውን ድጋሜ ትኸድላ በቃ እዚሲ እዚ ነገር እዚሲ ኣይዝሕል እዩ ዘሎ ማለት እዩ ከምኡ ናበለ ቀጻሊ እዩ ዝኸውን ዘሎ ማለት እዩ። ድራማ ተኾይኑ ድራማ ኢልኩም ተኸታታሊ ድራማ ኢልኩም ስርሑ ማለት እዩ። ኣለበለዚያ ግን ሰብ ለይተጻልአ ወይ ከዓ ምንም ዘይብልኩም ዳሃለኹም ሰብ ተጨንቑ ተመልከትኹም ተጨንቑ ኣለኹም ማለት እዩ። ብዙሕ ሰብሲ ሓቂ መሲልዎ ኮመንት ዝፅሕፍ ኣለሞ ማራ እየ ዝገርመካ ንኦም ክተዳምቑ ኢልኩም ድኹም ክትኾመንት ዝፅሕፉ ዘለኹምስ ወይ ከዓ ናይ ሓቂ ኣሚንኩምዎም ተባኢሶም ምናምን ኢልኩምስ ኣሚንኩም ኢኹም እንድዒ ማለት ሰው እኮ ሓደ ግዜ ክኣምን ይኽእል እዩ ግን ከዓኒሲ ካልኣይ ሳልሳይ ግዜሲ ከመይ ገይሩ ይሽወድ ማለት እዩ ከመይ ተልኩም ብዙሕ ቅድሚ እዚሲ ዝሰርሕዎ ነገር ኢና ማንም ዩቱበር ዝሰርሖ እዩ ካብኡ ፀኒሖም እሺ ከዓ ተዓሪቕና ሓቂ ይመስለኩም እዚ ድራማ እዩና ከመይ ኢልኩም ኣነ እንደ ኣይትከታተሉ ወይ ምናምን ይኮንኩ ዝብል ዘለኹ እዚ ክትሕዝዎ ዘለኩም ቤተሰብ ማለት እዩ ንምንታይ ኢኹም ትጭንቑ ርኢኹም ስኢልኩም

ግን እርግጸኛታት ኮይንኹም ግን ክትኣምኑ የብልኹምን ኣሜንኩም ተጨኒቕኩም ክተብልሱ የብልኹምን ማለት እዩ ሕማቕ ነገር ለይ ምጽሓፍ ካብ ሕማቕ ምዝራብ ምቑጣ ማለት እዩ ኣብ ኮመንት ንስኻ በደለኛ ንስኻ ከምዚ ጌርካ እዚ ከምዚ ጌርካ ስለ ዝብል ዝረእኹ ማለት እዩ እና ቤተሰብ ናይ ልምዓት ቪድዮ እዚኣ እየ ሒዘ ነይረ ማለት እዩ ኣብ ቀፃሊ ብቆንጆና ብሓሪፍ ቪድዮ ክሳብ ንረኻብ ማለት እዩ ላይክ ሳብስክራይብ ሸር ናጎርኩም ኣበረታትዕኒ ስለ እተበረታትዕኒ ብጣዕሚ እየ ዘመስግን ማለት እዩ ሃናፂ ርእይትኹም ድማ ኣብ ኮመንት ፀሓፍለይ ዘጥፋእክዎ ተሃልየ እዚ ኣጥፊኢኺ ኣስተኻኽሊ በሉኒ ከስተኻኽል እየ። ኣብ ቀጻሊ ቪድዮና ክሳብ ንራኸብ ድማ ሰስን'የ ንዓኹም።